መጀመርያ ንሓፍትና ሲስተር ኣፀደ ኣብርሃ ብጣዕሚ ከመስግና ይፈቱ። ምክንያቱ ኣብ ሓፂር እዋን ተላልያ ክትቀርብ ሓቲትናያ ምንም ፀገም የለን ዝከኣለኒ ኩሉ ተመክሮ ከሕልፍ ኢላ ቀልጢፋ ተላልያ ፅቡቅ ዝኮነ ተመክሮ ናይ ጋዜጠኝነት ስለዘቅረበትልና ብጣዕሚ ከመስግና ይፈቱ። ከምቲ ኣንቶይ ዝጠቐሶ ዶክተር ነጋሲ ኣብ ናይ ፈለማ ኢንተርተይመንት መልእኽትታት ብምትሕልላፍ ትነጥፍ ዘላ ሓፍትና እያ ኣብዞም ስደተኛታት የሕዋትና ኣሓትና እውን ናብ ዝሓሸ ኩነታት ንክመፁ ከቢድ ፃዕሪ ኣገይራ ክሊፕ ብምድላው ሓገዝ ንክርከብ ከቢድ ብዙሕ ፃዕሪ ስለዝገበረት በዚ ኣጋጣሚ እዚ ዕውት ዝኾነ ፋንድሬዚንግ ስለዝነበረ ከመስግና ይፈቱ። ብካሊእ ተወሳኺ እውን ኣብ ናይ ደቂ ኣንስትዮ ኣብ ናይ ማእገር ናይ ተጋሩ ኣሜሪካ ደቂ ኣንስትዮ ማሕበር ኣቦ ወንበር ኮይና ትነጥፍ ዘላ ስለዝኾነት በዚ ኣጋጣሚ እዚ እውን ከመስግናን ዕውት ስራሕቲ ንክትሰርሕን ንክሰርሓን እንዳተመነኹ ሎማዓንቲ ዝሃብክና ትምህርቲ ብጣዕሚ እየ ዘመስግን የቀንየለይ ክብረት ይሃበለይ ፅቡቅ መዓልቲ ይግበረልና ወደየ ኣለኹ ዶክተር ነጋሲ
ኣራይ ካብኡ ሓሊፈ እንታይ እያ እቶም ኣብ ኮንፈረንስ ኮ ዘለኹም ብዙሓት ኣትኹም ኣለኹም ብዝተኻእለ መጠን ምእንታይ እቲ ድምፂ ፅቡቅ ክወፀልና ስማዓኩም ደሎ ኣሕዋት እስማዕ ደሎ
ይስማዕ ኣሎ
ፅቡቅ ቴንክ ዩ ቀኒለይ እና እቶም እቲ ድምፂ ምእንታይ ከይጋጨወና ፅቡቅ ክወፅእ እቶም ኣብ ኮንፈረንስ ኮል ዘለኹም እታ ናይ ዙም ሊንክ ክሊክ ጌርኩም እንድሕር ደኣ ክትኣትዉ ክኢልኩም ብጣዕሚ ነደንቕ ኣብ ሓደ እንተኾንና ኩላህና ኣብ ሓደ መኣዲ ይማሙቐልና ማለት እዩ እቲ ዋዕላ ስለዚ ብዝተኻእለ መጠን ናብታ ዙም ክትሓልፉ፣ ዘይከኣል ተኾይኑ ግን ኣይትሸገሩ ደሓን ኣብ ዘለኹሞ ክትጸንሑ በዚ ኣጋጣሚ እዚ ይሓተኩም ማለት እዩ። እምበኣር ካብኡ ሓሊፉ ናብቲ ሕቶን መልስን ንምኻድ ናይ መጀመርታ ዕድል ንሓፍትና ሳባ ክባደሊ ማለት እዩ። ሓፍትና ሳባ ንዓኺ።
ኦኬ ስማዕ ኣሎ ዶ ስማዕ ኣሎ ፅቡቅ ስማዕ ኣሎ
ኦኬ ኩልኹም ኣሕዋት ማሕበር ወፍሪ ሰላም እንቋዕ ደሓን መፃኹም ብሩኽ መዓልቲ ሕጂ ኣፀዲና እንቋዕ ደሓን መፃኺ ኣነ ሽመይ ማለት ቁርብ እኳ ሰምዕኒ ክትኾኑ ሳባ እየ ቁርብ ቀልጢፈ እየ ዝዛረብ እጂ ከመስግነክሊ ቴንክ ዩ ኣፀዲና ብጣዕሚ ኣም ቨሪ ፕራውድ ኦፍ ዩ እቲ ፅቡቅ ዘረባኺቲ ከምቲ ትበልክዮ ተሞክረኺ ኣንደበትኪ ልቦናኺ ሰፊሕ ዝኾነ ልቦና ዘለኪ ኣደ ሓፍቲ ክብርቲ ምዃንኪ ብጣዕሚ ክዕረ በኣኺ ኩልና ድማ ከምቲ ናትኪ መንገዲ ሒዝና ክንከይድ የድሊ ኣደ ኩሉ እያ ሓፍቲ ኣደ ወሳኒት እያ ኣብ ገዛ ከምቲ ዝበልክዮ ኣነ ብኡ እየ ድኣምን ኣደ ጥዒቲ ኮይና ኩሉ ጥዑይ እዩ ንዝኾነ ሰብኣይ ውን ሰበይቲኣ ሰብኣይ ትገብሮ ንውላዳ ንደቃ ንኩሉ ንሃገራ ሕጂ ከምቲ ዝበልክዮ ጽቡቅ ዘረባ እታ ጥበታ ቀደም ብስሓት ቆንጢጥና ናይ ምሕጻብ ግዲ ኣለና ኩሉ ሰብ ፍጹም ኣይኮነን ሕጂ ውን ተኾነ ሕጂ ውን ተኾነ ብዙሕ ዝዘራርግ ወይ ዝቀይም ሕብረተሰብ ኣይሰኣንን እዩ ግን ልቦናና ሰፊሕ ልብና ንጹህ ድሕር ኮይኑ ናይ ምዕራይ ግደ ኣለና ከምቲ ዝበልክዮ ሕጂ ከምዛ ናትኪ ኩልና ክንሓስብ ተስፋ ገበር በዚ ንኣሽቱን ዝሓለፈን ዝመፅን ቀንጥመንጢ እንዳኣረና ኣብ ህዝብና ኣብ ሽግር ክነእትዎ እሞ ሓደ ሰብ ክነሱ ኮይና ሓደ ቀለምና ሓደ ዓድና ሓደ ህዝብና ሓደ ሰብ ኮይና ኣብዚ ኩሉ ጣጣ ክንኣቱ ዝኸኣልና ከምዚ ዝበልክዮ ዘዚ ንእሽተይ ነገር እንዳደማምቕና ስለዝኾነ ከምዚ ዓይነት ትርር ዝበለ ንፅህ ዝበለ ካብቲ ቀንጢ መንጢ ሓሊፍና ናብ ዝዓበየ ነገር ክንጥምት ንደቅና ፅቡቅ መንፀፍ ክነንፅፍ ንሕና ነበርቲ ኮና ናብዚ ዓለም ንከይድ ኢና ግን ደቅና ኣብ ምንታይ ንገድፎም ኣለና እዚ ክንሓስብ ኣለና እዚኣ ኩላ ትገብር ግን ኮፍ ኢላ ኣደ መምሃሪ እውን ኣይድልያን እዩ ኣዴታት ብዙሓት ኣዴታት ኣይኮና ምሁራት ኣብ ዓድና ግን ብዙሓት ጀጋኑ ኣዴታት ኣለዋና ኣደ ሃናፂት እያ ንኩሉ ንመሬት ንመፃኢ ዘርኢ ንሰላሳ ንኣርባዓን ሚእቲ ዓመት ኣደ ዝዘርኦቶ እዩ ኩሉ ሰብ ባዕዲ ንሰብኣይ እውን ሰብኣይ ክትገብሮ ትኽእል ነገራት ክትሽፍን ትኽእል ሸለል ክትብል ትኽእል ሕማቕ ናብ ፅቡቅ ክትወስድ ትኽእል ቆልዓ ክኹሪ ከሎ ምስ ኣቦኡ ክበኣስ ከሎ ትዓርቕ ኣደ እያ ሕጂ እዚ ኩሉ ዝርበልክዮ ብጣዕሚ ኣድላይ እዩ ኣም ቨሪ ፕራውድ ኦፍ ዩ እቲ ልቦናኺ ብጣዕሚ ደስ ዝብል ስማዕ ኣለኹ ዶ እወ ኣብ መንጎ ጥፍያትን ሕጂ ከምቲ ዝበልክዮ ንሕና እውን በብዘለናዮ ኩልና ኣብዚ ወፍሪ ሰላም ዘለና ኣዴታት ኢና መብዛሕትና ኣሕዋት ኢና ተራኺኺብና ብፕራይቨት ቴሌፎንና ምኹን ብግልና ተራኺኺብና ክንመያየጥ ነቲ ዘሎ ወፍሪ ሰላምና ክነጠናኽር ክነዕቢ መታን ክንዘራርብ ደስ ምበለኒ ምክንያቱ ንሕና ነልምዖ ከይበዝሕ ኣይተርፍን እዩ ኣንስቲ ከይዕብልላና ደኣ ከይብሉና እምበሪ ነንሕድና እንድሕር ክንራኸብ ክኢልና ዘን ዘለና ብፕራይቬት ግዜና ቀፃሊ ዝኾነ ርክክብ ጌርና ዝሓሸ መንገድታት ክነተዓራረ ስለንኽእል ንደቅና ንሰብኡትና ንሕዋትና ንኩሉ ነገራት ንህዝብና ካብኡ ሓሊፉ ከዓ ንህዝብና እናዓድና በዚ ዝተዛረብክዮ ዘረባ ኣብኡ ፀኒዕና ኩልና ልብና ኣንፅህና ንዝመፅእ ነገራትና ክነመዓራሪ ተስፋ ገብር ፅቡቅ ሌላ ግበረልና ሕጂ እውን ተኾነ ከምቲ ዝበልኩ ኩልና ክንራኸብ ደስ ምበለኒ በይንና እውን ዝኾነ በብግልና ድሓር ክንቀርብ ከለና ናብዚ ብዙሕ ተዳሊና ነንሕድና ተመሃሂርና ከምዚ ናትኪ ዝኣመሰለ ኣረኣያ ክህልወና ኩልና ብክልቲ ወገን ዝመፀ ህዝቢ ብዙሕ ፀገማት ስለ ዘለና እቲ ዘለና ግፍሒ ጋፕ ዘለና ክነፅብብ ክንፅዕር ንመፃኢ ተስፋ ገብር የቀኒየለይ ብጣዕሚ እየ ደመስግነኪ ብጣዕሚ ፅቡቅ ዘረባን ፅቡቅ ነጥብታትን ኢኺ ሂብክና ቴንኪዩ ብዙሕ ነገር ካባኺ እውን ኣነ ተማሂረ ቴንኪዩ
ቴንኪዩ ሳባ ሓፍትና ሳባ ከምኡውን ካልኦት ኣሕዋትና ከም በዓል ፅጌሬዳ ኮረኔል ሓርነት ከምኡ ውን ደቂ ኣንስትዮ ዝገብሮ ዘለዋ ተሳታፍነት ቀሊል ኣይኮነን በብመዓልተን እውን ኣስተምህሮ ኣዳልየን ከማኺ ኣፀደ ሓፍትና እቲ ዘለወን ራእይ ኣብ ሰላም ኣካፊለናናን ኣውዒለናናን እየን እሞ ሳባኻ ከምኡ ብመዓልታ ከምኡ ስለ ዝገበረት ነቲ ሰላም ከዓ ቀፃሊ ጎኒ ጎኒ ኣሕዋታ ኮይና ስለ ዝሰርሐሉ ዘለኹ እንዳመስገንኩ ሓደ ክልተ ሕቶታት ክንወስድ እሞ በብሓደ ሓደ ካብ ዝኾነኪ ዳሕራይ ብሓንሳብ ክትምልስ እዮ ኣፀደ ሓፍትና ስለዚ ካልእ መን ኣሎ ድሕሪ ሳባ ዘልዐለ ማለት እዩ ኣቶ ሙሉጌታ ካብ ሆላንድ ሙሉጌታ ሓውና ናባኻ
የቐንየለይ ዶክተር ነጋሶ ገንዘቦ ገንዘቦ ብጣዕሚ የመስግን ሃወኒ ዕድል ኣነ ሙልጌታ ገብረስላሴ እየ ዝበሃል ይስማዕኩም ዘለኹ ስማዕ ኣሎ ፅቡቅ
ኦኬ ሙልጌታ ገብረስላሴ ካብ ሆላንድ እየ ናይ ብሓቂ እዚ ዝገርመኩም ኣነ ሕጂ ቀዳም ቀዳም ካልእ ማሕበር ኣለኒ ኣኼባ ኣለኒ ኣብኡ ከዓ ተሳታፊ እየ ብዝኾነ ግን እዚ ዘሎ ዘኒኡ ኩነታት ህልዊ ኩነታት ኣመልኪትካ ብጣዕሚ ከዓ ኣገዳሽ ስለ ዝኾነ ሰባት ንክህልው ሰባት ኩሉ ልዕሊ ኩሉ ሰላም ክህሉ ኣለዎ ማለት እዩ ስለዚ እቲ ኣኼባታት ክግምግሞ ከለኹ ተናፃፃራይ እንድዩ ፍልጠት ይኹን ኩሉ ነገር ኣብ ዓለምና ተናፃፃሪ ስለዚ ብጣዕሚ ምሳኹም ክካፈል ወሲነ ማለት እየ ዝሓለፈ እውን ዳርጋ ይቕፅለ ኣለኹ ማለት እዩ ሓሓሊፈ ምሳኹም ብበዝሒ ክብል ይፈቱ ኣብቱ ካልእ ማሕበረይ ከዓ ሓደ ሓደ ግዜ ክካፈል ብከምኡ እውን ተሰማሚዐ እዮም እቶም ምሳይ ዘለዎ ማለት እዩ ስለዚ ብቀዳምነት ዶክተር ነገስ ዝተዋሃበ ዕድል የመስግን ካብኡ ሓፈሻዊ መልክዑ ግን ክትሪኦ ከለካ ብኣፀደ ሓፍትና ዝቀረበ ጋዜጠኛ ሓቀይ ጋዜጠኛ ጋዜጠኛ ሓቀ ዌል ብጣዕሚ ፅቡቅ እዩ ዘቅረብክዮ ሓሳብ ቅድሚ ናብኣ ምእታው ግን ናባካ እየ ዶክተር ነጋሲ ክገልፅ ዘሊ ብጣዕሚ ኣብ ሓንጎለይ እውን እናሽከርከረ ዝመፅ ሓሳባት ኣሎ ኣጋጣሚ ኣብ ዝሓለፈ ካብ ኩሉ ዝበለፀ ኣጋጣሚ ክብለ ይክእል ይፈቱ እቲ ዘቅመጥካዮም ሓንቶ ዘቅመጥካዮም ሓሳባት ብጣዕሚ ግፍሕ ዝበሉ ሓቆፍቲ ኩሉ ግዜ ሓቆፍቲ ዝኾኑ ሓሳባት እዮም ዝምረፁ ኣብ ዘለናሉ ግዜ ብፍላይ ስለዚ ኣብ ኤርትራ ተመፂኻ ብሄር ብሄረሰባት ኣለዋ ንዕአን ክንማልአን ኣለና ሃንድል ክንገብረን ኣለና ማለት እዩ ክንቆፃፀረን ኣለና ኣብ ኢድና ክነእትወን ኣለና ኣብ ኢትዮጵያ እውን ብሄር ብሄረሰባት ብዙሓት ኣለዉ ስለዚ እቲ ሓይሊ ሲ ኩሉ ግዜ ሓይሊ እናፈጠርና ክንከይድ ኣለና ብፍላይ ኣብዚ ሚድያታት ዝረአዩ ምፍልላያት ሰባት ትግርኛ ተዛረብ ትፍላይ ክርስትና ዝዓይነቱ ክርስትያን ጥራሕ ጥራሕ ምትእኽኻብ ዝዓይነቱ ብጣዕሚ ሕማቕን ጎዳእን ስለዝኾነ ኣንተወይ ዘቕመጥካዮ ግን ንኩሎም ብፍላይ ትግርኛ ተዛራቢ ኮይኑስ ግን ድማ ኣብ ኤርትራ ዘለዉ ብሄር ይኹን ብሄር ሰባት ኣብ ኢትዮጵያ እውን ከምኡ ንምሳና ጠጠው ኢሎም ንሰላም እዚ ኣብ ጎድንና ንክስለፉ ዝበልካዮም ብጣዕሚ ሜን ዝኾነ ኢኻ ሓሳብ ኣተቕሚጥካ ስለዚ ኩሉ ግዜ ትምህርቲ ፅቡቅ እዩ ትምህርቲ ዝተፈላለዩ ሰባት ዝተፈላለዩ ዓይነት ስልጠናታት ትምህርቲ ክወስዱ ይኽእሉ እዮም ዓለምና ትደልዮ ግን እቲ ትምህርቲ ኣብ እንታይ እዩ ትምህርቲ እኮ ንክትነብር ንሰባት ብፍላይ ተማሂርካ ንባዕልካ መሪሕካ ንካልእ ሕብረተሰብ ዘለዎ ከዓ ክትመርሖም ክትማልኦም እዩ ተማሂርካ ተማሂርካ ሱቅ ኢልካ ልክዕ ከምዚ ኣብ በርሚ ዘሎ መብራህቲ ጭልምልም እናበለ ምንም ትርጉም ዘይብሉ እዩ ዝኸውን ማለት እዩ ስለዚ ንሕና ዝኸበርኩም ኣሕዋት ኣብዚ ዘለኹም ብሓፈሻ ተሳተፍቲ ኩልኹም ብጣዕሚ እየ ዘመስግነኩም ንዞም ወሰንቲ ሓሳባት እዚኦም ንዞም ወሰንቲ ዝኾኑ ሜን ፖይንት እዚኦም ኣፀቢቕና ናብ ዲፕ እናወሰድና እናዓመቑና እናተረዳዳእና ክንገድፎም ዘይብልና ክንጎድፎም ዘይብልና ነጥብታት እዮም እዚኦም ወሰንቲ እዮም ክብለኩም ይደሊ ኣነ ስለዚ ብኣጠቃላሊ እዚኦም ከምዚኦም ብዙሕ እንዲ ክቕፅል እቲ ኩነታት ኣጠቃላሊ ክቕፅል እዩ ነገር ግን ሓፈሻ መልክዑ እዚ ካብዚ ክሓልፎ እየ ናይ ሓፍትና ኣፀደ ዝወለቶ እውን ብጣዕሚ ፅቡቅ ዝኾነ ኣገላልፃ እያ ገሊፃ ብሓፈሻ መልክዑ ሓንቲ ፃዕማ ቆልዓ መፂኡኒ ይቅርታ ዶክተር ነጋሲ ወደይ መፂኡ ናባይ ኣብዚ ላዕላይ እንዲ ኣነ ገዛ ገዲፈሎም ታሕታይ መፅኦሲ ይቅርታ ክትሓት ብሓፂሩ ሳዕየ ክደልዮ ዘለኹ መስበካ ኣለኹም ዶ ይወፅእ ለለኹ እየ ዶክተር ነጋሲ እሺ
ይወፅእ ለለኹ ቆልዓ ናይ ቆልዓ ከም ትፈልጥዎ እንዲ ናባይ መፅዩ ይቅርታ እዎ ባይዘወይ ዝኸበርቲ ጋዜጠኛ ሓፍትና ኣፀደ ቀዳምነት ኩሉ ዘቕመጥክዮም ሓሳባት ናብዚ ብምስታፍኪ ከምኡ ብቐፃልነት እውን ናመፃእኪ ክትሳተፊ ብጣዕሚ ተስፋ ንገብር ካብኡ ብዛዕባ ናይ እዚ ናይ ዘራርባ ጉዳይ ኣክሰንት ገለታት ዝብል ብዙሕ ኣብ ርእስኻ ይተቕምጡ እዮም ንሕና ኣነ ይዝከረኒ ኣሎ ብዙሓት ሓቢርና ዝመፀና ሰሚናር ብዙሕ ኣብ ኣሜሪካ ድዮ ዝኾነ ናይ ቋንቋ ይግድሰና ንሕና ቋንቋ ብኸመይ ንረዳዳእ እቲ ሓሳብ ብኸመይ ይመሓላለፍ ኣሎ እቲ ተውፅዮ ዘለኽ ቃላት እዩ ዝደሊ ሰብ ስኢሉ ትግርኛ ዝኣሪ ገለታት ላህጃ እኮ ዓረብ እንድዩ ዓረብ ናይ ዓረብ ቋንቋ እዩ ላህጃ ብመሰረቱ እቲ ኣጠቃላሊ ኣወፃፃ ቃላት ግን ብዙሕ ትገደስሉ እየ ክብል ደልየ እቶም ዘውፃኽዮም መገብቲ ቃላት ኢና ክንሕዝ ንኽእል ንሕና ስኢሎም ከምዚ ዒንኪስኪስ ዘብሉ ሰባት የለውን ክብለካ ይኽእልን እየን እዚ ካብቶም ናይ ግድን ካብ ድሑራት ኣረኣያን ልምድን ክንላቐቕ ክንኽእል ኣለና እዚ ዘይተላቐቕና ምእካብና እውን ብጣዕሚ ታይስሚ ዝኸውን ይጎዳእ እዩ ዝኸውን ስለዚ ክህሉ እዮም ሓቂ ክኢኺ ግን ንበዓል ዶክተር ነጋሲ ንበዓል ዶክተር ግርማይ ዘለውዎ ካልኦት ዘለኹም ኣብዚ ባእታታት ብምሉእኩም ናብ ከምዚ ዓይነት ዘቕልብ ሰብ የለን እዩ ስለዚ ተቕምጥዮም ዘሎ ሓሳባት ኩሎም መገብቲ እዮም ብጣዕሚ ፅቡቓት እዮም ብጣዕሚ ኢና ንመስግነኪ ንፈትወኪ ቀፅልሉ ንካሊእ ቀፂለን ሳባ ሓፍትና ሳባን ኣነ ዳጋ ሓደ ኢና ተመሳሰልቲ ኢና ውዒ ዝበልና ኣነ እውን ብዙሕ ኣብ ቃላት ቅልጡፍ እየ ካብ መፃፃይ መስለኒ ባህርያት ናይ ደቂ ሰባት ይፈላለ እዩ ባይዘወይ ግን ኣብዚ ሕጂ ሰዓት ብቀደማይ እውን ሰባ ዘቕመጥኩዮ ኩሎም ይከታተሎም ኣለኹ ብጣዕሚ ደስ ዝብል ሓሳባት ክተቕምጡ መገብቲ ዝኾኑ ቃላት ኢኺ እቶም ሓሳባት ንደቂ ሰባት ክምግቡ ዝኽእሉ ብፍላይ ንዚ ናይ ሰላምና ዘሎ ኩነታት እውን ከም መጠን ናይ ኣዴታት ኣደን ንዚ ኩነታት እዚ ብፅቡቕ ህይወት ዘለዎ መንገዲ ክኸይድ ክትገብራ ትኽእላ ደቂ ኣንስትዮ እንተሃሊኽን እዩ ትቃልሲ ትኾነ ብጀካኽን ያው ኣነ ንባዕለይ ከፍተት ኢለ ይብዛሕ ይውሓድ ብዘየገድሽ ብዘካኽንሲ ተሳትፎ ክኸውን ኣይኽእልን እዩ ስለዚ ካብ ድሑራት ዋና ግን ካብ ድሑራት ኣረኣያን ልምድን ትላቂቕና ምሳኽን ኣብ ጎድንኽን ኮይና ንስኽን እውን ኣብ ጎድና ኮይንክን ሓቢርና ናብቲ ዝድለ መንገዲ ፀቕጢ ፈጢርና እቲ ሰላም ክነምፅኦ ከም ዘለና ዘይጠራጠር እዩ ኣነ ናብቲ ናይ መጨረሻ ጫፍ ከም ነብፅሖ የቐንየለይ ዶክተር ነጋሲ ዝኸበርኩም ኣሕዋት ኩለኹም የመስግነኩም ሙልጌታ ምሳኹም ፀኒሐ ማለት እዩ የቐንየልና የቐንየልና ሙልጌታ ሓወይ ሙልጌታ ሓውና ከዓ ናብ እዚ ኣካል ናይዚ ጥርናፌና ኮይኑ ዘሎ ዓብ ሰላም ማሕበር ሰላም ኣብ ሆላንድ ዘሎ ሊቀመንበር እዩ ማለት እዩ ኣብ ሆላንድ ሓውና ብቀረባ ምስ ሓውና ሓድሽ ኮይኑ ብቀረባ ንዚ ሰላም ንቅድሚት ኣብ ምምፅኡ ብየማናይ ኢድ ኮይኖም ዝደጋገፉና ዘለዉ ካብኣቶም ብዙሕ ንምሃር ካብኣቶም ብዙሕ ንወስድ እንዳተዋሳሰድና ንቅድሚት ንኸይድ ዘለና ኣሕዋት እዩ ንምፍላጥኩም ዝኣክል ካብኡ ሓሊፉ ሓንቲ እንታይ እያ ክብለኩም ደሊ ምስታ ላህጃ ዘተሓሓዘ እንድዩ እስኪ ኣፀደ ሓፍትና እስኪ ስምዕዋ እቲ ላህጃ ንዓ ዘሰክፋ ዘሎ እስኪ ንስምዓዮ ከመይ ከም ዝኾነ ኣብ ናይ ጋዜጠኛ ስራሓ ካብቲ ሓደ ዘለዋ ስርዓት ከስማዓኩም ቅድሚ ምምላስ ናብ ምምላስ ቅድሚ ምኻድ ምክንያቱ ኣነ እውን ክሰምዖ ብጣዕሚ ደስ ስለ ዝበለን ደጋጊመ ሰሚዐዮ ማለት እዩ እስኪ ንዓኻትኩም ከዓ

ከም ኣደ ወይ ከዓ ወላዲት እቲ ዝኸበደን ኽብድኻ ዝበልዕን ውላድካ ጠምየ ወይ ፀሚኤ እንተኢለካ እሞ እትህቦ ተስእን እዩ። ውላድካ እናበኸየ እሞ ብዘይትበፅሐሉ ቦታ ኮይኑ ኣድሕነኒ እንተኢለካ ድማ ድቃስ ለይቲ የስምካ። ኣብዚ ሕዚ እዋን ኣብ የመንን ስዑድ ዓረብን ዝርከቡ መናእሰይ ስርሒ ክልወጥ ቤተሰበይ ክሕልፈሎም ኢሉ እግሩ ናብ ዘምርሖ ዝወፀ መምለሲ እግሪ ዝሰኣነ ኣብ ሕማቕ ኩነታት ኣሎ። ዓሰርተ ዒስራ እንተይኮኑስ ብዓሰርተታት ኣፍሓ ዝቑፀሩ
ባር ኩላትኩም ሰሚዕኩሞ ክትኮኑ ተስፋ ገብር ኣስሚዕካ እንታይ ኣምፃኻ እንድዩ ንዓይ ካብቲ ሓደ ከተሓላልፎ ዝደለኹ ኣነ እንታይ እዩ እዚ ማሕበር ረኣይዎ እቲ ዝእክቦ ዘሎ እቲ ዝጥርንፎ ዘሎ እና ክሳዕ ክንደይ ዝተፈላለየ ባክግራውንድ ዘለዎ ክሳዕ ክንደይ ዝተፈላለየ ክእለት ዘለዎ እንዳኾነ ይኸይድ ምህላው ንምርኣይ ማለት እዩ ኣፀደ ሓፍትና ከዓ ብኣጋጣሚ ኣብዚ ስደተኛታት ኣብ ምምላስ እ፣ ካብ የመን ካብ ስዑዲ ዓረብ ካብ ዝተፈላለዩ ኣብ ዝግበር ዘሎ ምርብራብ እ፣ መሪሕነት ተራ እንዳተፃወተት ክትሕግዝ ኣብ ትፍትነሉ ዘላ ዝገበረቶ ክሊፕ ሰሪሓ ዘተሓላለፈቶ እዩ ማለት እዩ ስለዚ ኣብቲ ናይ ሓገዝ ናይ ምሕታት ካልእን ዘዳለወቶ ዘዋደደቶ እዩ ማለት እዩሞ ንዕኡ ከስማዓኩም ኢለ እየ ምስ መን ትዛረቡ ኣለኹም ካብ መን ኢኹም ድምፂ ትሰምዑ ዘለኹም ከዓ ክሳይ ህልወኩም ማለት እዩ ኣይትጠፍኡን ስለዚ ኣፀደ ሓፍተይ እስኪ ንዘን ዝቀረባልኪ ሕቶ ንዓኣተን እንታይ ግበርልና ዩ
ድምፂ ድሕር ቂሉ እዩ ነይሩ እሞ ንሳብ ሓፍተይ ኣብ ትሕትኡ ግልፂ ኣይተብለኒ ግን ብሓፈሻ ንሕና ደቂ ኣንስትዮ ተዛረብቲ ትግርኛ ኩለ መዳይ ተፈቲና ንሓለፋ ተፈቲነን ዝሓለፋ እዚ ብድኽነት ትሑት መነባብሮ ምንባር፣ ንኹሉ ተጻዊርካ ደቅኻ መልሚልካ ኣዕቢኻ ኣብ ቃልሲ ምውፋይ፣ ባዕለን እተን ደቂ ኣንስትዮ ፍርቂ ሓይሊ እቲ ቃልሲ ኮይነን ተቓሊሰን ናጽነተን ኣምጺኤን ሓርነተን ኣረጋጊጸን ኣብ ኩሉ ዝኾና እየን። ደቂ ኣንስትዮ ኣብ ልለወኦ ማንም ማሕበር ይኹን ውድብ 100% ተዓዋቲ እዩ እና እቲ
ደቂ ኣንስትዮ ሓቢርና ኣብ ልብል ይትረፍ ዶ ኣብዚ ፅቡቕ ባይታ ዝተሞቻቸ ፅቡቕ ራእይ ኣለዎ ሎሚ ኮይንካ ፅባሕ እትርእየሉ ራእይ ለንፀፈ ማሕበር ሰላም እቲ ፅልምት ምትል ኣለዎ እውን ከብርሃ ልኽእላ እየን ደቂ ኣንስትዮ ክብል ደልየ እየ ካሊእ ኣነ ትላሃጃ ልብል ያው ሓደ ዓይነት ትግርኛ ይኹን እምበር ኣብ ፅሒፍካ ክተንብቦ ብዚ ከምዚ ኖርማል ክትናገሮ ስታ ልዕበየትኒ እታ ናብ መቐለ ኣነ ላዛ ስለ ልለዎ ኢለ እየ እምበር ኣይትሰምዑን ኢለ ይኾን ኸ ግን የቐኒየለይ ብጣዕሚ እየ ኮሪዐ ኣሕዋተይ ብጣዕሚ የቐኒየለይ ከምቲ ናይ ሓኩም ማእኸላይ ቋንቋ ገይረ ክዛረብ እውን ክምኩር እየ ንቐፃሊ ኤንወይ ግን መልእኽቲ እቲ ቀንዲ መልእኽቱ እቲ ላህጃ ገለ ኣይኮነ ንሕና ንደሊ እቲ ቁም ነገሩ እዩ እቲ ቁም ነገር ኣብቲ ባይታ ወሪዱ እቶም ነጠብጠባት ፅልኢ ደምሲስናም እቲ ልሰብሓት ፍቕሪ ክንሽፍኖ ልብል እዩ እሞ ኣብኡ ኢና ክነድህብ እምነተ እዩ ድማ እሱ ውፅኢታዊ ዝኾነ ስራሕ ንሰርሕ እቲ ኣርእየኒ ለልሞ መርኣይ መነፀር ወታደር ልርእየሉ ነበርኩ እግዚኣብሄር ተይልዎ ኣንሕና እውን ውፅኢታዊ ስራሕ ተሰሪሕና ፅባሕ ናጦር ሰፈር ነበረ ዙ ኮይኑ እንስሳታት ክርእየሉ ይኾን ኣምን እየ ድማ እዛ ማሕበር እዚኣ ከምኡ ከም እትገብር ከይደ ክዝናነየሉ ይኾን ቦርደ ክልቲኡ ዝረእኽዎ ከምቲ ብቐደማ ክትዛረብዎ ነብሰይ ውርድ ለበለኒ ብጣዕሚ ዝሐጎሰኒ እንደገና ታች በቃ ብጣዕሚ ኣብዚ ማሕበር እዚ ተጣቢቐ ክሰርሕ ኣለኒ ልብል ህልኽ እውን ለትሐዘኒ ትልነበረ ኣቀራርባኹም እዩ እሞ ብኩሉ ኣቀራርባኹም ብኩሉ ክብረትኩም ኣነ ብጣዕሚ እየ ብጣዕሚ እየ ለመስግን እዚ ማሕበር ድማ ሚእቲ ብሚእቲ ይተኣማመነሉ እየ ሳክሰስ ክኾን እዩ እቲ ፀርፊ ላብ ደርፊ ቀይርና እቲ ፅልኢ ላብ ፍቅሪ ሓድነት እቲ ምብትታ ላብ ሓድነት ቀይርና ፅባሕ እቶም ኩሉ ልበሃሉ ነበሩ እቶም ሕማቃት ሕማቃት ተቀያይሮም ኣብ ሰላም ኣብ ልምዓት ኣብ ዲሞክራሲ ኣብ ምዕባለ ቴክኖሎጂ ክመፅእ ምኳና ኣነ ምንም ጥርጥር የብለይ ጥራሕ ግን ኩልና ጥዕና ዕድመ ይሃበና እየ ክብል እምበር ክንዕወት ኢና ምክንያቱም ልዐውት መስመር ኣለና ኣብ ሓቂ ዝተደረኸ እዩ ልሰላም ልዝምር እዩ ፅላኣት ለይዘርእ እዩ ተዘረአ ፅራኣት ኣሕፊሱ ፍቅሪ ልተክል ስለልኾነ ዝማሕበር እዚ ጥርጥር የብለይ ክዕወት እዩ ብተረፈ ግን ኣብ ኣብና ሰባ ተወር ሕቕ ኢሉኒ ነይሩ እና ኣይተ ሙልጌታ ገብረስላሴ ግን ይቐኒየለይ ይቐኒየለይ ብጣዕሚ እየ ለመስግን ኣሕዋተይ ይኣምን እየ ንሱይት እምነተይ ትልገለፅክዎ እዩ ካሊእ ግን ምስ ኣብዚ ማሕበር ዘለኽን ደቂ ኣንስትዮ ሞር ቀሪብና ክንሰርሕ ንደሊ ኢና ኣነ ይኹንኩ ማሕበረይ ብምልአን ተቐራሪብና ክንሰርሕ ንደሊ ኢና። ዕላማኸን ዕላማና እዩ። እቲ ልሕመክን ይሕመና እዩ። ኩሉ ነገር ልሐጉሰክን ድማ ንዓና ሓጎስና እዩ። ስለዚ ዋላ እኳ ተዛረብቲ ሓደ ቋንቋ፣ ሓደ ባህሊ፣ ሓደ ታሪክ ልለና ኮይና ኣብ ዝተፈላለየ ዓዲ ንንበር እምበር ሓደ ባህሊ ሓደ ባህጊ ድማ ኣለና እቲ ባህግና ሰላም ኮይኑ ኣብ ዝተረጋገዐ ሰላም ልዓሰሎ ደቅና ከነዐቢ ተተካኢ ትውልዲ ክነፍሪ ክንተክስ ዘልኾነ ይኣምን እየ ሞር ኣተጋንና ድማ ክነስፍሖ ክንዕምኮ ኢና ልብል ሓሳብ እዩ እኒእኒ ምናልባት ናሳባ ሓፍተይ መሊእ ኩሉ ስለለይ ሰማዕክዎ መዓረይ ተደጊምካለይ ወይ ድማ ንእሽተይ ቲፕ ተይምካኒ ክምለስ ክእል እየ የቀንየለይ ቴንኪዩ ኣፀደ ሓፍትና ሳባ ተመሊሳ ክትዛረበኪ እውን ከም ትሕጎስ ስለ ዝፈልጥ ድሕሪ እዚኣ ንበልክዎ ሳባ ሓፍትና ተመሊሳ ሕቶኣ ክትደግመልኪ ክትዛረበኪ ሕጉስቲ ስለ ትኸውን ተመሊሰ ንዓኣ ክባኤ እስኪ
ይስማዕ ኣሎ እዎ ይስማዕኒ ልሕዚ
ዕራ ፀደ ሓፍተይ ሶሪ ፅቡቅ ጌርክ ስለ ዘይሰማዕክኒ እምበኣርከስ እንታይ ክብል ደልየ ኣነ ቴንኪዩ ኣብዚ መፅእኺ ፅቡቅ ዝኮነ ሓሳባትክን ኣእምሮክን ብምግላፅኪ ካብ ኩሉ ንላዕሊ ከዓ ተመክሮኺ ኣንደበትኪ ልቦናኺ ሰፊሕ ሙ ዝኾነ ኣንድ ዘርኣ ዝነገርክና ክሉ ምስብል ኣደን ሓፍትን ምዃንኪ ብጣዕሚ ይኹርዕ ብኣኺ ኩልና ድማ ከምቲ ናትኪ ኣርኣያ ሃልዩና ክንተባባዕ ተስፋ ገብር ከምቲ ዝበልክዮ ኣደ ማለት ኩሉ እያ ሓፍቲ ኩሉ እያ ንሕና እንተለና ኩሉ ነገር ኣሎ ማለት እዩ ሕጂ ከምዚ ናትኪ ልቦና እንድሕር ሃልዩካ ማለት ከይተፀባፀብካ ፅብቕቲ ዘረባ ትዛርብኪ እታ ጥብታ ቀለም ቆንጢጥና እንተሓፂብናያ ትፀርያ ሕራኡ ገዲፍናያ ግን ተስፋሕፍሕ እሞ ካልእ ፀገም እዩ ትፈጥር ኢልኩሞ ሕጂ እንትኾነ ዝኾነ ፀገማት ከጋጥመና ክእል ኣብ ሕብረተሰብና ኣይሰኣንን እዩ ዝዘራርግ ግን ንዕኡ ከይዳማመቕና ንዕኡ ከየስተብሃልና ንሃና ዝበርትዐን ዝረዘነን መንገዲ ከይድና ንነዊሕ ተጓዒ ዝና ንደቅና ፅቡቅ መንፀፍ ኣንፂፍና ንዝመፅእ ወለዶና ንዓሰርተ ንዕስራ ንሓምሳ ዝኸውን ወለዶታት ፅቡቅ ነገራት ዘለና እንተሕከልና ገዛ ዘይኮነ ዓለም ክንሃንፅ ንኽእል ኢና ዓዲ ዘይኮነ ሕብረተሰብ ኩሉ ክንቅይሮ ንኽእል ኢና ዝነበረ ፀገም እውን ክንቅይሮ ንኽእል ኢና ግን ኣደ ወሳኒት እያ ከምዚ ናትኪ ኣረኣያ ሃሊኳ ንክፉእ ከየዳማመእካ ብዝኮነን ዘይኮነን ከይተዓንቀፍካ ነቲ ድኽም ዝበለ ሰብ ዓቕሚ እዩ ዝገብር መን ሰላም ይጸልእ መን ጽቡቅ ጸልእ መን ጽቡቅ ሓሳብ ይጸልእ ኢልኪ ትሓስቢ ግን ደይብሉ ክበካ ኣይክእልን እዩ ሰብ ንስኻ ንዓኻ ከኣ በብስ ዘለናዮ ነበርክብ ድሓር እቲ ነገር ኣብ ልቢ እዩ ኣብ ርእሲ እውን ኣይኮነን ኣብ ርእሲ ኣብ ልቢ እዩ። ልብኻ ክበር ዘለና ደቂ ኣንስትዮ እ፣ ንፉዓት እ፣ እ፣ ኣዴታት ኣለዋና ኤግዛምፕል ዝኾና ኣብ ሓዳርን ኣብ ገለአን ብዙሕ ኣርኣያ ክኾና ዝኽእላ ብዙሓት እ፣ ኣብ ደገ ተወጽኣ ጀጋኑ ኣብ ገዛ ተመጽኣ ጀጋኑ ብፖለቲካ መንገዲ ድዩ ብዓዲ መንገዲ ድዩ ብፍልጠት መንገዲ ድዩ ኣስተምሮ ክህባ ዝኽእል ኩሉ ተፈትና በዓል ሓርነት ሓፍትና ኣለዋና ንስኺ ኣለኺ ከምዚ ንፍዕቲ ጋዜጠኛ ልዝብ ደስ እኳ ዳኣብለኒ እዚ ኣክሰንትኺ ብጣዕሚ እዩ ድፍተወኒ ብጣዕሚ ኢና ንፈትዎ ኣነ ክሰምዓኪ ከማን ጥራሕ እቲ ኣክሰንትኺ ደስ እዩ ድብለኒ ኣም ሹር ብዙሕ ሰብ እዩ ደስ ዝብሎ ስለዚ በቲ ናት ዘለካ ኣክሰንት ሃፍ ቱ ቢ ፕራውድ ፅቡቅ እዩ እቲ ፍልልያት ኣክሰንትና እዩ ከዓ መልክዕና ስለዚ ኣነ ሕጂ ርኢኺ ኣስመራ ስለዝዓበኹ ቅልጥፍ ቅልጥፍ ኢለ ይዛረብ ናይ ኣስመራ ነገራት ኣለኒ ማለት እዩ ከምኡ ከዓ እዚ ንክቀለ ከዓ ደስ ዝብል እዩ እቲ ኣነ ብጣዕሚ እየ ድረህጎ ስታይል ሰማ ስለዚ ዩ ጉድ ዩ ሃቭ ቱ ቢ ፕራውድ ኩሉ ሰብ ይፈቶ ዶን ወሪ ንፈቶ መዓት ኢና እቲ ህድእ ምዝራብ ንባዕሉ ኣነ ከማኺ ክኸውን ምደለኹ ግን ክኸውን ኣይክእል ስለዚ ፅቡቅ እዩ ብኣክሰንትኺ ዩ ሃቭ ቱ ቢ ፕራውድ በተሓሳስባኻ ብጣዕሚ ኩርዕቲ እየ እቲ ልቦናኺ እቲ ኣስፊሕኪ ምሕሳብኪ እቲ ዝሃብክና መልእኽቲ እቲ ዝሃብክና ኤግዛምፕላት ብጣዕሚ ኣድላይን ሃናፅን እዩ ንሕና ኣዴታትን ኣሕዋትን ከዓ ሃነፅቲ ኢና ክንከውን ንኽእል ኣብዚ ማሕበርና ከዓ ኣነ ርግፀኛ እየ ሕልሚ ኣለኒ ፅባሕ ንግሆ ኣብዚ ክልተ ህዝብና ናይ ሰላም ወፍሪ ብሪች ድዩ ሪዞርት ድዩ ጌርና ሰላማውያን ሰባት ጥራሕ ዝራኸብሉ ቦታ ክንምስርት ከም ንኽእል ርግፀኛ እየ ናይ ግዜ ናይ ትዕግስቲ ጉዳይ እዩ ክንፃወት ትዕገስ ኣለና ሰብ ከና እዩ ብዙሕ ሰብ ከናግዐና ክእል እዩ ካብ ኢና ክንሓስብ ክንክእል ኣለና ምክንያቱ ሪእክዮ እዚ ክልተ ህዝቢ ዝዓበየ ነገር እቲ ዝዓበየ ተሓሊሙ ዘይፈልጥ ክግበር ዘይክእል ገይሩ ጥቅም ነገራት ግን ክንደይ ክሳራ ከም ዝኣተወና ፈልጥዮ ኢኺ እንሄለ ተራእዩ ብተግባር ተራእዩ ስራሕ ተራእዩ ብዓይኒ ተራእዩ ክንደይ ቆልዑት ክንደይ ቤተሰብ ፍሕፍትን ኣትዩና ክንደይ ጠፊኡና ሕጂ ከዓ ናብኡ ክንምለስ ስለ ዘይንደሊ ካብ ጌታ ካብ ጌጋላታትና ተኣሪምና ካብቲ ዝሓለበ ተመክሮ ተማሂርና ንዝመፅእ ክንሃንፅ ተኮይና ኣዴታት ብዙሕ ግደ ኣለና ትርእዮ ትኾኒ ኢኺ ኣብዚ ማስ ሜድያ ኣብዚ ዛት ክዋግኣ ዝውዕላ ኣሎ እሱ ግደፊ ዓቕሚ ሓንጎል እዩ ዝበካ ሰብ የብለንን ኣነ ይድንግፀለን ኣይኩርን ኣይሓርቕን ምክንያቱ ሰብ እንተኽኢሉሲ እንተኽኢሉ ክበካ ክወሃበካ እኮ እዩ ዘለዎ ስለዚ እታ ዝሃበና እግዚኣብሔር እስኪ ነበርክት ኩልና ምሁራትና ብትምህርቲ እቶም ሪኸም ኣለኸ በዓል ዶክተር ነጋሲ በዓል ዶክተር ግርማይ ዝገብርዎ ዘለዎ ፍሪ ግዜኦም ገንዘቦም ታይሞም ቤተሰቦም ኩሉ ገዲፎም ንዓና እዚ ዝስኩስና ዘለዉ ንሕና ከዓኒ ከም ኣዴታት መጠን ከዓኒ ብናቶም መንገዲ ኢንካሬጅ ኮይና ንሕና ከዓ ናህና ነገራት እስክንፍጠር ሕጂ ኣነ ክብል ዝደሊ ኩልና ኣዴታት ኣብዚ ዘለና ኣሕዋት ተራኺብና ብፐርሰናል ወይ ብፕራይቬት እውን ተራኺብና እስኪ ንመያየጥ እስኪ ንዘራረብ ሓሳብ ንቀያየር ካብ ሓንቲ ካብ ሓንቲ ክንበልፅን ክንመሃርን ኢና ኩልና ነናና ጉድለት ኣለና ጉድለታትና እንዳፀረብና ፅቡቕና እንዳኣከብና ዝሓሽና ሰባት ኮይና ክንወፅእ ነዚኣቶም ነዞም ኣሕዋትና ከዓ ጎኒ ክንኮኖም ክንሕግዞም ንኽእለሉ መገዲ ሕብረተሰብና ክንሃንፅ ደቅና ክንሃንፅ ሰብኡትና ክንሃንፅ ስለ ንኽእል እዚኣ ክላወ ብጎኒ ኩልና ወይዘሮ ፅጌሬዳ ኣላ ኣብዚ ሓርነት ኣላ ንስኺ ኣለኺ ፈወይ ኩልና ከንራኸብ ዘለና በቢ ዘለናዮ ንእሽተይና ዓብይና ኩልና ገሌና ብጣዕሚ ንፍዓት ቢዝነስ ውመን ኣለና ኣብዚ ብዛዕሚ ኤግዛምፕል ክኾና ንፍዓት ሰብ ሓዳርን ተፃወርትን ኣለዋና ከማኸ ንፍዓት ጋዜጠኛታትን ኣለዋና ኩሉ ኣለና ከም በዓል ሓርነት ሓፍቲ ከዓ ብዙሕ ተመክሮ ዘለዎን ብክልቲኡ ወገን ብደገን ብገዛ ስለዚ ፕሊስ ንራኸብ እሞኒ ዝሓሸ ነገራት ከዓ በዓልና ከዓ ክንምስርት ቴንክ ዩ ብጣዕሚ እየ ዘመስግነኪ ፕራውድ ኦፍ ዩ ኩሉ ግዜ ቅረቢ ከምዚ ሓሳባት እንተሓስኪ ንዘራረብ ቴንክ ዩ ቴንክ ዩ ሰባ ሓብተይ ኣፀደ ሓብተይ እውን ምስቶም ናይቶም ካልኦት ጌርካ ክትምልስ እያ ምእንታይ እቲ ግዜ ብትኽክል ክንጥቀም ከይንሕዞም ሕጂ እታ ክንገብር ኢና እሕዋት ኩላትኩም ብዙሓት ኢድ ሓፍ ኣቢልኩም ኣለኹም ኩሉ ግዜ ኢድ ሓፍ እንዳበለ ኢና ንዓፅዎ ከምቲ ትፈልጥዎ እቲ ግዜ ብጣዕሚ ውሕድ ስለ ዝኾነ ኣነ እውን ዳርጋ ክልተ ሰለስተ ሕቶታት ኣለኒ ናይ ኣፀደ ሓፍተይ ግን ቀዳምነት ንዓኹም ክጠቁም እየ እንታይ ኢና ክንገብር ሕጂ ተን ዘለዋና ደቃይቃት ከምቲ ውሕዳት ስለ ዝኾና
እንታይ ክንውድእ
ኩላትኩም
ሓንሳ
ኣቶ ማእከለ ሓንሳ ክሳይ ግበሩ ሚት ግበሩ ኢኹም ናትኩም ድምፂ ስገብር ስለ ዘላ ሕጂ እንታይ ኢና ክንገብር ብዝተኸኣለኩም መጠን እቲ ዘለኩም ሓሳብ ብፅፍፍ ዝበለን ብፅፍፍ ዝበለን ምጥን ዝበለን ጌርኩም ንሓፍትና ኣፀደ ክተቕርቡላ እሞ ንስኻትኩም ምስ ሃብኩም ሕቶኹም ብሓንሳብ ሽዑ ኣፀደ ናይ መጠቓለሊ ገይራ ክሳ ክትገብሮ እያ ማለት እዩ ስለዚ እንታይ ክንገብር ኢና መጀመርታ ዓበ ዓዲ ኣቶ ማእከል ኣለዉ ንሶም ክትቅፅሉ ኢኹም ደድሕሪኡ ፅገሬዳ ሓፍተይ ካብ ካናዳ ሓድሽ ካብ ሆላንድ ኣቶ ሓድሽ ካብ ሆላንድ ከዓ ደድሕሪኡ ደድሕሪኡ ተስ ናባኻ ክበካየ ደድሕሪኡ ከዓ ክብሮም ሓወይ ስለዚ መጀመርታ ኣቶ ማእከለ ናባኹም ትሕቶ ምጥን ኣቢልኩም ሃብዋ እሞ ቀልጢፍና ምእንታይ ናባኣ መደምደምታ ክትምልስን መደምደምታ ክትገብረልና ፕሮግራምና ምእንታይ ናብ ግዜኡ ክንዓፅብ ቴንክ ዩ ኣቶ ማእከለ ናባኹም
ስማዕ ኣለኹ ዶ ስማዕ ኣሎ ፅቡቅ ስማዕ ኣሎ እሺ ኣነ እኳ ርእይቶ እየ ክህብ ደልየ ንእሽተይ ርእይቶ እሺ ኣም፣ ሓፍትና ጋዜጠኛ አ፣ ዘቕረበቶ ናይ አ፣ ካብ ኩሉ ንላዕሊ አ፣ ኣብ ርእሰ ምትእምማን ኣብቲ ማሕበርና ዘለዋ እምነት አ፣ ብጣዕሚ አ፣ ደስ ዝብል እዩ አ፣ ንሱ ከ- ከምስግንን ከድንቕን እደ- እደሊ ማለት እዩ ብጣዕሚ ብጣዕሚ አ፣ ፅቡቕ እዩ ካብኡ ድማ ኩልኹም ከም ትፈልጥዎ ካብ በዝሒ ፅፈት ይርከብ እዩ ይበሃል ኳንቲቲ ጊቭስ ኳሊቲ እንዳበዛሕና ብዝኸድና ቁፅሪ ፅፈት ናይቲ ማሕበር ናይ ኣባላትና ናይ ክኢላታት ቁፅሪ እንዳበርከተ ይኸይድ ኣሎ እዚ ንሪኦ ዘለና እዩ ተስፋ ከግብረና ኣለዎ ከዕጥቐና ኣለዎ ከምቲ ሓፍትና ዝበለቶ ክንተኣማመን ኣለና ማለት እዩ ኣነ ሎማዓንቲ ንእሽተይ ከዘኻኽር ዝደሊ ቅድሚ ሕጂ እውን ኣልዒለ እየ ነይረ ማዘር ተሬሳ ኣብ ሓደ ከተማ ነይረን ዕየፍቲ ዝነበረኦ ከተማ ኣንፃር ውግእ ሰልፊ ነይሩ ኣንጻር ውግእ ሰልፊ ነይሩ ድሓር እቶም ዝተሰለፉ ሰባት ከይዶም ማዘር ተሬሳ እዚ እኮ ኣንጻር ውግእ እዩ ነይሩ ዝሰልፊ እሞ እንታይ ኮይንክን ዘይመጣኽን ንስኽን ውግእ እኮ ይትፈትዋን ኢሎሞ ኖ ኣነ ናይ ሰላም ሰልፊ እንትትገብሩ ፀውዑኒ ኣንጻር ውግእ እኹለ ኣይኮነን ንዓይ ኢለን ማለት እዩ I think ንኹሉኹም ኣባላት ከተሓሳስብ ዝደሊ ከዘኻኽር ዝደሊ ንሕና ናይ ሰላም ጉዕዞ ዝሓዝና ሰባት ኢና እዚ ድማ ካሊእ መማረፂ ኣይንወስድን ኣይንቕበልን ሰላም ንደሊ ሰባት ኢና ካሊእ ኣንፃር ውግእ ገለመለ እውን ኣይኮነን ሰላም ንደሊ ሰባት ኢና ኣንኮንዲሽናል እቲ ንረኽቦ ዘለና ትምህርቲ እቲ ንረኽቦ ሓደ ሓደ ነገር ፅቡቅ እዩ ግን ናብዚ ማሕበር እዚ እንትንኣቱ ሰላም ኢና ንደሊ ካሊእ መማረፂ ኣይንቕበልን ንድሕሪት ኣይንምለስን ዝብል ቁርፀኛ ዝኾነ ውሳኔ ወሲድና ክንኣቶ ኣለና እሞ እዚኣ ከዘኻኽር እየ ደልየ እታ ናይ ማዘር ተሬሳ ንእሽተይ ምርዳእ ከቢድ እዩ ግን ንሓዛ ንሰላም ጥራሕ ንተስእ ኩሉ ነገር ብድሕር ሰላም ክመፅእ ዝኽእል ነገር እዩ ኣነ ንሳ ከዘኻኽር ኢለ እየ ኢደ የውፅኤ የቕንየለይ
ኣቶ ማእከለ ቴንኪዩ ንቲ ኩሉ ግዜ ትገብርዎ ኣበርክቶን ኣብኡ ከለኹም ከዓ ትህብዎ ተመክሮ ዘለዎ ዕድመ ዝፀገበ ምኽርታት ካብኡ ሓሊፉ ውን ጃስ ንኣፍልጦኹም ኣቶ ማእከለ ንዚ ብደረጃ ጥርናፌና ንዝተመስረተ ሰላም ኢንቨስትመንት ክለብ ዝባሃል ልዕሊ ኣርባዓ ኤረትራውያን ተጋሩን ኣባላት ኮይኖም ኣቚሞሞ ዘለዉ ንዕኡ ከም ቸር ኮይኖም ምስ ካልኦት ሽዱሽተ ቦርድ ኣባላት ኮይኖም ዝመርሑ ዘለዉ መስራትን ዓብ ሓውና እዮም እና በዚ ኣጋጣሚ እዚ ንትገብሮ ዘለኹም ኣቶ ማእከለ ካብ ዝነኣሰ ክቲ ዝለዓለ ፃዕሪ ብጣዕሚ ኣመስግነኩም ብስም እዚ ማሕበር እዚ የቐኔለይ ኣቶ ማእከለ ቴንኪዩ ዶክተር ነጋሲ ቴንኪዩ ቴንኪዩ ኣቶ ማእከለ ጌ ፅገሬዳ ሓፍተይ ናባኺ ኦኬ ሰላም ከመይ ውዒልኩም መጀመርያ ደሓን ዶ ቀኒኹም ኣፀደ ብጣዕሚ ደስ ዝብል ኢምፖርታንት ዝኾነ ብጣዕሚ ኣብ ልቢ ዝኣቱ ኢንፎርሜሽን ኢኺ ሎሚ ሂብክና እንኳን ደሓን መፃኺ ሕቶ ከይኮነ ዘለኒ ኣነ ተወሳኺ ንቲ ተዛረብክዮስ ተወሳኺ እየ ክዛረብ ደልየ እሞ ክልተ ደቂቃ ንላዕለ ይውደእኒ እና እንታይ እዩ እቲ ዋና እቲ ዋና እንታይ እዩ ሓደ ሰብ ሰብ ንጥዑይ ሰብ ክኸውን ሰላማዊ ክኸውን ሰብ ጥራሕ እዩ ክኸውን ዘለዎ ሓውካ ክኸውን የብሉ ግን ሰብ ጥራሕ ባክግራውንድ ኣለዎ ቁሩብ እሺ
እና ባክግራውንድ ዝገብሮ ነብሎ ኢና ኦኬ ኦኬ እና ሰብ ጥራሕ ይኸውን ዘለዎ ሓደ ሰብ ጥዑይ ኮይኑ ንሰብ ንህብረተሰቡ ድማ ሰናይ ዝኾነ ተግባር ክገብር ሰብ ጥራሕ ይኸውን ዘለዎ ሓው ክኸውን የብሉን ወይ ሓፍቲ ክትከውን የብላን እና ኣነ ንኣብነት ክዛረቦ ዝደሊ ከም ታሪክ ዘቕምጦ ሓደ ሓደ ዘረባታት ኣሎ በቲ ናይ ኩናት ግዜ ካብ ኤርትራ ዝወፁ ኣሕዋትና ካብቲ ሰብ ንላዕሊ እቶም ኣብኡ ዝነበሩ ኣሕዋቶም ካብ ኤርትራ ዝውለዱ እዮም ነይሮም ንዓኣቶም ሕማቓት ዝነበሩ እና ናቶም ታሪክ በዚ ሳይድ ክትርኢ ከለካ ድማ ቅድሚ እቲ ኩናት ድማ ዝወፁ ሰባት ነይሮም ካብ ትግራይ ወጣታት ስራሕ ክሰርሑ መስመራ ዝኸዱ ሓደ ሓውና ነይሩ ካብ ኣስመራ ዝኸደ ካብ ዓዲግራት ዝኸደ ኣስመራ ምስ ኮነ ምስ ኣተወ ብቆልዑ ሻብዓይ ክብል ተማራይ ኮይኑ ምስ ኣተወ ኣብ ሓደ ገዛ ኣትዩ እንዳ ባኒ ስራሕ ይሰርሕ ነይሩ ኩናት ምስ መፀ ትብዓል ገዛ ሓቢእዎ ሓቢእዎ ንብዙሕ ዓመታት ምስኡ ሒዝዎ ንምንታይ ትወድ ንፉዕ ነይሩ እቲ ሰብኣይ ድማ ብጣዕሚ ጥዑም ነይሩ እና ሰብ ስለ ዝኾነ እዩ ሰብኣይ ከምኡ ዝገበረ ሓዉ ስለ ዝኾነ ይኮነን እና ትወዲ ሎሚ በቲ ናይ ሬድ ክሮስ ልቢ ገይሩ ዓብዩ ሎምስ ዓደይ ክኸይድ ኢሉ ሰኒዎ ብሬድ ክሮስ ኣትዩ መቐለ ኣትዩ ሎሚ እቲ ዝተምሃሮ ትምህርቲ ብኡ ሰሪሑስ ሎሚ ቢልዲንግ ክሰርሕ ይሸባሸብ ኣሎ እና እንታይ ክብል ደልየ ሓው ጥራሕ ምዃን የብሉን እዩ ሓደ ሰብ ሰብ ጥራሕ ክኸውን እዩ ዘለዎ ንሰብ ጥዑም ክኸውንን ሰናይን ክኸውንን ማለት እዩ እና እቲ ሰናይ ተግባር ብጣዕሚ ክውልና ክንሓስበሉ ክንሰርሐሉ እውን ኣብቲ ደይ ቱ ደይ ላይፍና እውን ንደቅና እውን ክነምህሮም ዝግበና ነገራት ሓደ ንሱ እዩ ካብቲ ገዛና እዩ ዝጅምር ምክንያቱም ፅልኣት ናይ ሰብ ፅልኣት ናይ ዓሌት ፅልኣት ናይ ክስታይ ደቅና ክህል ከሎ ከባና ንሱ ሒዞም ይዓብዩ ማለት እዩ እና እዚ እዩ ብቲ ናይ ሰላም ብተመልከተ ካሊእ ብቲ ናይ ልሃጃ ብተመልከተ ድማ ናፀደ ክነግረክ ዝደሊ እንታይ እዩ ኣየናዩ ትክክለኛ ልሃጃ ኣየናዩ ጌጋ ዝበሃል ነገር ኣየናዩ ትክክል ኣየናዩ ጌጋ ዝበሃል ነገር የለን እዛ ኣጀንዳ እዚኣ ኣሩፍ ፕሮፖርሽን ብሎ ጌርናያ ኣለና ግን እቲ ፖይንት ዘሎ እንታይ እዩ እቲ ሓደ ሓደ ናብ ግእዝ ዝቐረበ እዩ እቲ ሓደ ሓደ ድማ ሞደርናይ ዝኾነ እዩ ኣብ ኣዲስ ኣበባ እውን ክንዓቢ ከለና ናይ ኣዲስ ኣበባ ክንተሊና ክንዓቢ ከለና ናይ ኣዲስ ኣበባ ቋንቋ ናይ ብዙሕ ሰብ ተኣኪቡ ዝፈጥሮ ቋንቋ ነይሩ ናይ ኣምሓርኛ ካብ ጎንደር ንዝመፅእ ካብ ጎጃም ንዝመፅእ ኣይነቕርቦምን ሃገረሰባት ኢልና ኣምሓርኛኦም ንስሕቕ ነርና ስለዚ እዚ ባህርያዊ ናይ ከተማ ባህርያዊ ዝኾነ ክስታይ ስለ ዝኾነ ናይ ራያ ቋንቋ ናብ ግእዝ እዩ ዝቐርብ ወይ ናብ ኣጅራት ቋንቋ ናይ ግእዝ ናብ ግእዝ እዩ ዝቐርብ። ንሕና ክንጥንቀቕ ዘለና እቲ ኣምሓርኛ ኣትዩና ዘሎ ጉራማይለ እሱ ጥራሕ ክንዕሪ ጥራሕ እዩ ዘለና እምበር ንሕና ናይ ራያ ክለሚድ እዩ ዘለኒ እምበር ራያ ናተይ ክዛረብ የብሉ ኩልና እቲ ልሃጃታት ክንፈልጦ ክንክእል ኣለና ክብል እየ ደልየ የቐንየለይ ዩ ፅገረዳ ሓፍተይ ቫሊድ ፖይንት እዩ ኣየናይ ልክዕ ኣየናይ እዩ ዘይልክዕ ኣየናይ ዝፀበቐ ኣየናይ ዝሓመቐ ዝበሃል ነገር የብሉን ኩሉ ካብቲ መሰረቱ ሓደ እዩ መሰረቱ ካብቲ መሰረቱ ነቒሉ ከዓ በብቲ ልምድን እናተዓባብያን ናይቲ ሕብረተሰብ እንዳተለወጠ ካብ ሓደ ናብ ሓደ ከምኡ እውን ኣብ ትግራይ ጥራይ ዘይኮነ ኣብ ኤርትራ ተመፂኻ እውን ትግርኛ ኣብ ሓማሴን ዝዝረብ ምስ ኣኮለግዛይ ዝዝረብ ምስ ሰራየ ዝዝረብ ኣብ ውሽጢ ኮለግዛይ እውን ካብቲ ሓደ ጫፍ ናብቲ ሓደ ጫፍ ሓደ ዓይነት ማለት ኣይኮነን ወይ ከዓ ካብ ሰራየ ካብቲ ሓደ ጫፍ ናብቲ ሓደ ጫፍ ኣብዚ ሓማሴን እውን ከምኡ ማለት እዩ በቲ ኣነ ዝፈልጦ ኣብ ትግራይ እውን ከምኡ እንታይ እዩ ሓደ እቲ ሓደ ልክዕ እቲ ሓደ ዘይልክዕ ወይ ከዓ እቲ ሓደ ቁኑዕ እቲ ሓደ ፅቡቅ እቲ ሓደ ዘይፅቡቅ ዘይኮነ እቲ ብመሰረቱ ግን እቲ ሕብረተሰብና በቲ ዝፀንሖ ወፅዓ ብዝተፈላለየ ግዳይ ኮይና ሓደ ነገር ክንክሕዶ ዘይብልና ኣሕዋት ናይ ዝተፈላለየ ግዳይ ኮይና ከም ሕብረተሰብ ተወፂዕና ዝፀናሕና ሕብረተሰብ ስለ ዝኾና እዚ ነገር እዚ ንዓና ንዞም ኣብዚ ዘለና ተረዲእና ማለት ኩሉ ተረዲእዎ ማለት ኣይኮነን እንታይ ከዓ ብመሰረቱ ዝጥርናፈና ካብቲ ሓደ እንዳሓጎሰካ ዝኸይድ እንታይ እዩ ሕብረተሰብ ንነብስናን ሕብረተሰብ እንዳተምሃርና ንኸደሉ ዘለና ባይታ እዩ እና እቲ ዝበለዶ ፅገሬዳ ሓፍትና እውን ሓቂ ቫሊድ እዩ እንታይ እዩ እቲ ሓዊስና ዘሎ ካልእ ናይ ኣምሓርኛ ይኹን ናይ ካልእ ቋንቋ ኣብኡ ኣብ ምፅራይ ዳ ኩላህና ተሓባቢርና ንስራሕ እምበር ኩሉ እዚ ላህጃታትና ካብ ሰሜን ንደቡብ ካብ ምዕራብ ንምብራቕ ፅቡቕ ናቱ ናቱ ፅባቐ ዘለዎ እዩ እሞ ኢምፕረስ እንዳገበርናዮ እንዳማዕበልናዮ ክንከይድ ምምዕባል ማለት ከዓ ከም ፅገሬዳ ሓፍትና ዝበለቶ እቲ ኣትይዎ ዘሎ ኣምሓርኛ ይኹን ኣትይዎ ዘሎ ጥልያን ኣትይዎ ዘሎ ዓረብ እንዳውፃና ትግርኛና እንዳፅረና ዓረብ ክንዛረብ ከለና ከዓ ፅሩይ ዓረብ ክንዛረብ እንግሊሽ ክንዛረብ ከለና ፅሩይ እንግሊሽ ክንዛረብ ኣምሓርኛ ክንዛረብ ከለና ከዓ እቲ ትግርኛ ካብቲ ኣምሓርኛ ኣውፂና ክንዛረብ ብሕልፊ ብሕልፊ ንሕና ግን እቲ ዘገድሰናን ንሰርሐሉን እቲ ትግርኛ ዝዛረብ ሕብረተሰብ ስለዝኾነ ደጋጊመ ዝብሎ ደፊረ ሕብረተሰበይ ክመሃሮ ኣለዎ ኢለ ኣነን ጥርናፈይን ንሰርሐሉ እዚ ትግርኛ ሕብረተሰብ እዚ ትትግርኝኡ እንዳፅረየ ምኻድ እውን ካብቲ ሓደ ንድግፎ ነገር እሞ እቲ ዝበልክዮ ፅገረዳ ሓፍተይ ቫሊድ ፖይንት እዩ ኩሉ ልክዕ ኩሉ ፅዑም ኩሉ ፅቡቕ ግን ተሓዋዊስዎ ዘሎ ጥልያን ይኹን ዓረብ ይኹን ኣምሓርኛ ይኹን ካልእ ቋንቋታት እንዳውፃና እንዳመዘዝና ፅሩይ ትግርኛ ንዛረበሉ ባይታ እንዳፈጠርና ክንከይድ በዚ ኣጋጣሚ እዚ ፅጌሬዳ ዘልዐለቶ ነጥቢ ብጣዕሚ ፅቡቅ እዩ እምበኣር ሓድሽ ሓወይ ካብ ሆላንድ
ኦኬይ ይስማዕ ዶ ኣለኹ ይስማዕ ኣሎ መስለኒ መጀመርያ ዶክተር ሓወይ ብጣዕሚ ተጣፊእና ብጣዕሚ ናፊቐካ ኣነ ከማን ብዕረፍትን ብገለን ኣጋጣሚ ሕጂ ዕረፍቲ ኮይነ ኣለኹ ግን እቲ ቀዳም ቀዳም ኩሉ ግዜ ከም ከይሓልፈኒ ኢለ ስታይፕ ኢለዮ እምበር ናይ ብሓቂ ምስ ስድራ እየ ዘለኹ ወፅየ ኣለኹ ብጣዕሚ ኸዓ ናፊቐካ ናይ ብሓቂ ብተረፈ ናብ ኣፀደ ኣፀደ ዝሓለፈ ግዜ ብእውነት ትዝክርዮ እተኾይንኪ ምስ ውፉይ ኢንተርቪው እንዳገበርኪ ከለኹ ኣብኡ ንመጀመርያ ግዜ ርእየኪ ናይ ብሓቂ ደስ ኢልኒ ውፉይ ከማን ብጣዕሚ ብዛዕባ ናትኪ ኣረዲእኒ ነጊርኒ ማለት እዩ እዚኣ ሓፍትና እያ ተፋለጣ ዋላ እዚ ናይ ሕጂ ናይ ኦሮሞ ዝፀሓፍናዮ ኢንተርቪው ዝገበርናዮ ናባኺ ሰይድዎ ይመስለኒ ንስኺ ክትተርጉምሉ ዘለኺ እወ ሕጂ እቲ ኩነታት ንገብሮ ዘለና ምስኦም ከማን ሓቢርና ኢና ንሰርሕ ንክነግረኪ ምሽ ኣለኪ ነቲ ዘድልዮም ናይ ውሽጢ ተመክሮ ስለ ዘለና ቁሩብ ዘለዎ ምንቅስቃስ ንሕግዞም ማለት እዩ ግን ንሕና ግን ኣነ ግን ብወገነይ ኣብቲ ማሕበር ሰላም ማሕበር ሰላም ኣብ ኔዘርላንድ ኣስፊሕና ሸሞንተ ዓመት ካብ ሸሞንተ ዓመት ንላዕሊ ዝገበርና ኢና ሕጂ ከማን እዛ ወፍሪ ሰላም ኣብ ሓጻር ግዜ መጽያ ዓብላትና ሕጂ ኣብ ትሕቲኣ ኮፍ ኢልና ኣለና ከም ትርእዮ ሕጉስ እዩ ስለዚ ከምትሳ ኣይኮነን ናይ ተመክሮ ናይ ግዜ ዘይኮነ ናይ ምንቅስቃስ እዩ ብሜድያን ብገለን ብጣዕሚ ምስታይ ሰበብና ንሕና ደኣ እሞ እንታይ እቲ ትሰርሕዎ ንሰርሖ ኣለና እቲ ክንሰርሖ ንደሊ ትሰርሕዎ ኣለኹም ኢልና ምስኦም ተጠርኒፍና ንሰርሕ ኣለና ማለት እዩ። ሕጂ ኣነ ከይንውሐልኪ ሕጽር ኣቢለ ክሓተኪ ዝደሊ ንስኺ ናይ ሜድያ ሰብ ብምዃንኪ ኣብዚ ማሕበር ኣብዚ ናይ ማሕበር ሰላም ይኹን ኣብዚ ናይ ማሕበር ወፍሪ ሰላም ኩሉ ንገብሮ ዘለና ሰባት እንዳኣከብና ሰባት እንዳዓደምና ኣብዚ ነዚ ዘሎ ፕሮሞት ክንገብሮ ሲ እንታይ ከመይ ጌርና ሓቢርና ክንሰርሕ ትብሊ ኣነ ዋላ እቲ ብዚ ንከምኡ ንክንገብር ድሌት ኣለና ማለት ዋላ ሓደ ሓደ ግዜ ከማን ኮንፈረንስ ወይ ከዓ ክንዕድም ኢና ናብ ሆላንድ ሕጂ ዝመፅ ዘሎ ግዜ እዚ ኮረና ድሓን እንተኮይኑስ ንኩሎም ዓዲምና ጥራሕ ብኮንፈረንስ ዘይኮነስ ብኣካል ከማን ክንራኸብ ድልየት ስለ ዘለና ንዕኡ ግን ኣቀዲምና ንክንገብርስ እቲ ዘሎ ርክባት በቲ ሜድያ ከመይ ጌር ክትሕግዝና ትኽእሊ እንድሕር ኣብ ኣውሮጳ ኣለኺ ወይ ከዓ ኣብ ሳይ ኣለኺ ከዓ ክረክበካ ኣነ ውን ብኣካል ደስ ምበለኒ የቀንየለይ።
ቴንኪዩ ቴንኪዩ ሓድሽ ሓወይ ካብቶም መስረቲ ማሕበር ሰላም ከምቲ ዝበሎ ቅድሚ ኣብ 212 ሕጂ ከዓ እቲ ዘለዎም ተመክሮ ብቀረባ ኮይኑ ከም ሓውን ከም ፀላዊ ናይ ሕብረተሰብና ብቀረባ ነዚ ማሕበር ንቅድሚት ከምፅእ ዝሰርሕ ዘሎ ሓውና እዩ በዚ ኣጋጣሚ ዘኸፋልጠኩም ደስ ብለኒ ሓድሽ ሓወይ ከምቲ ዝበሎ ኩሉ ፅቡቅ ኢና ንኸይ ዘለና እናታትኩም ግደ እውን ቀሊል ኣይኮነን ናይዚ ሕብረተሰብና ምክንያቱ ግዜ እዩ ሎሚ እንታይ እዩ ኣሕዋተይ እቲ ፈጣሪ ይኣክል ስለ ዝበሎ እዩ ንምንታይ እዩ ኣብዚ ንበፅሕ ዘለና ትዕሽነትና ተወዲኡ እዩ ዝዓሸናዮ ዘበናት ተወዲኡስ ናብ ልብና ተመሊስና ንኸደሉ ንሕናን ሕብረተሰብናን ኣብቲ ደረጃ እቲ በፂሕና ናብ ልብና ተመሊስና እቲ ዕሽነትና ኣእኪሉ ሕጂ እቲ ለባም ገፅ ናይ ህይወትና ኣብ ባይታ ፀምበለል ዝብለሉ ደረጃ በፂሑ ስለ ዘሎ ማለት እዩ ስለዚ ኩሉ ኣድላይነት ሰላም ፍቕሪ ሰላም ስለ ዝተረድኦ እዩ እዚ ማሕበር ንቕድሚት ዝመፅእ ዘሎ ናይቲ ሕብረተሰብና ርድኢት ስለ ዝዓበየ ኢለ እየ ዝኣምን ከምቲ ዝበሎ ሓድሽ ሓወይ ስራሕ እውን እደሊ እዩ ነቲ ዝመፅእ ዘሎ ማዕበል ናይ ሰላም ዝደሊ ናይ ሕብረተሰብና ከዓ ንክንፃወር ንሕና እውን ክንዳሎ ኣለና ማለት እዩ ምቅራባት ክንገብር ኣለና ክንሸባሸብ ኣለና ንዕኡ ከመሓድር ንዕኡ ክጥርንፍ ዝኽእል ኢንስቲትዩሽን ክምስርት ክንክእል ኣለና። ፅባሕ ንሰላም ንህዝብና ዝጠቅም ንሕብረተሰብና ዝጠቅም ብሰላም ምስ ንሕብረተሰብና ዝመርሑ ኣካላት ንደራደረሉ ደረጃ ክንበፅሕ ምዃንና ኣይትስሓቱ፣ ተስፋ ኣይትቑረፁ፣ ራእይኹም ናብኡ ዝሃቀነ ክኸውን ኣለዎ። ምድርዳር ማለት ምባእስ ኣይኮነን። ምድርዳር ማለት መብትን ዝጠቕሞ ንሕብረተሰብካ ምሕታት ማለት እዩ። ንሱ ከዓ ብሰላም ማለት እዩ። እዚ ከዓ ግድን እዩ ተፈጢርካ በሊዕካ ሰቲኻ ክትመውት ማለት ኣይኮነን ተፈጢርካ ኣብ ሕብረተሰብካ ትንኣስ ትዕበ ንእሽተይ ለውጢ ጌርካ ክትከይድ እቲ ምረቃ እዩ እሞ ስለዚ ከምቲ ዝበሎ ሓድሽ ሓውና ኩላህና ተሓጋጊዝና ኢድ ንኢድ ከም ናይ ኣፀደ ሓፍትና በዓል ሞያ ማሕበር ኣብ ናይ ሰላም ማሕበር ኣብ ሆላንድ ዘሎ ኣብ ናይ ማእገር ምእታው እውን ፅቡቅ እዩ ከምኡ እንዳበለ እውን ናብ ኩሉ ማሕበራት ኣቱ ኣሎ እሞ ኣጆኹም ተሓጋጊዝና ተደጋጊፍና ንሕና እውን ድልዋት ኮይና ኣጋይሽናን መሳርሕትናን ክንቅበል ኩሉ ግዜ ማዕፀና ክፉት ክንገብሮ ማለት እዩ ካብኡ ሓሊፈ ናብ ተስ ሓውና ብተስ ክሳይ ከዓ ኣቲኻ ዘለካ ነብስኻ ኣላሊኻ ንዘለካ ትሕዝቶ ንሕቶ ይኹን ወይ ከዓ ርእቶ ናባኻ ዕድልዎ ድድሕሪኡ ክብሮም ሓወይ